መንግስቲ፣ ሓይሊ ፖሊስ ሽወደን ብቑጽሪ ንምዕባይ ዘውጽኦ ሃገራዊ መደብ ብዝተፈላለየ ምኽንያት ክተዓናቐፍ ዘለዎ ተኽእሎ ዓቢ ምዃኑ ተሓቢሩ። ኣብ ኤውሮጳዊ ዳግማይ ምስፍሕፋሕ ለበዳ ክሮና ብዝለዓለ ናህሪ ክላባዕ ከም ዝኽእል ውድብ ጥዕና ዓለም መጠንቀቕታ ኣመሓላሊፉ። ኣብ ቀርኒ ኣፍሪቃ ዘሎ ቅልውላው ንምፍታሕ ዝግበሩ ዘለዉ ጻዕርታት ኣብ ዝቕጽለሉ ዘሎ እዋን፣ ቅልውላው ይዓሙቕን ህዝቢ ይሽገርን ከም ዘሎ ተፈሊጡ ኣሎ። ጥዕና ሃበለይ ኩቡራት ተኸታተልቲ መደብና እዚ ካብ ስቶኮልም ዝመደበሩ ማዕከን ዜና ሃርሞኒ ንሎሚ ዓሰርተ ሸውዓተ ሕዳር ክልተ ሽሕን ዕስራን ሓደን ዝተዳለወ መሰናድኦ ዜና ቀንዲ ርእስታት ብምቕዳም ከቕርበልኩም እየ። ኣብ ስቱድዮ ምስ ዘለዉ መሳርሕተይ ምሳና ክትጸንሑ ዝዕድመኩም መሓሪ ብርሃሜ ድሕሪ እዚ መሰጋገሪ ናብ ዝርዝር ዜና ክንሰግር ኢና። ሰናይ ምክትታል። መንግስቲ ሽወደን ክሳብ ዓመተ ዕኽ ክልተ ሽሕን ዕስራን ኣርባዕተን ብዓይነትን ቁጽርን ሓይሊ ፖሊስ ሽወደን ንምዕባይ ዘውጽኦ ትልሚ ንምምላእ ኣጸጋሚ ኮይኑ ከምዘሎ ኣገልግሎት ዜና ኤኮት ኣብ ዝገበሮ መጽናዕቲ ምርኩስ ገይሩ ዝወጸ ዜና ኣመልኪቱ ኣሎ ክብል ግልጋሎት ዜና ተተ ሓቢሩ ኣሎ። ብመሰረት እቲ ዜና፣ መንግስቲ ሽወደን ንብዝሒ ሓይሊ ፖሊስ ብዓሰርተ ሽሕ ሓደሽቲ ኣባላት ንምድራዕ ዝተለሞ ትልሚ ዝተፈላለዩ መንቀሊ ብዘለዎ ምኽንያት እቲ ትልሚ ዕላምኡ ናይ ምውቃዕ ተኽእሎ ክተዓናቐፍ ከምዝኽእል ምልክታት ይረኣዩ ከምዘለዎ እቲ ዝወጸ ሓበሬታ ኣመልኪቱ። ዛጊት በቲ ዝወጸ ትልሚ መሰረት ክሳብ እዚ ንውድኦ ዘለና ዓመት ቁጽሪ ኣባላት ፖሊስ ብሽሕን ሰለስተ ሚእትን ወሲኹ ከምዘሎን እቲ ዕላማ ምእንቲ ክብጻሕ ግን ኣብ ዝቕጽል ሰለስተ ዓመት ሰለስተ ሽሕን ሸውዓተ ሚእትን ተወሰኽቲ ፖሊስ ክቑጸሩ ከምዘለዎም እቲ መጽናዕቲ ኣሚቱ ኣሎ። ኣብዚ እዋን እዚ በዓል መዚ ምምሕዳር ፖሊስ ሽወደን ሰለስተ ሽሕ ዝኾኑ ሰባት ኣብ መሰልጠኒ ኣካዳሚ ፖሊስ ይስልጥኑ ከምዘለዉ እውን እቲ ሓበሬታ ወሲኹ ኣረዲኡ። ዓለማዊ ውድብ ጥዕና ኣብ መላእ ኤውሮጳ ቁጽሪ ሓድሽ መልከፍቲ ኮሮናቫይረስ ይውስኽ ኣብ ዘለወሉ ግዘ ኤውሮጳ ዳግም ማእከል ለበዳ ኮሮናቫይረስ ክትከውን ትኽእል እያ ክብል ኣጠንቂቑ ኣሎ። ኣብ ኤውሮጳ ሓላፊ ትካል ዝኾነ ሃንስ ክሉግ ክሳብ ወርሒ ለካቲት ክልተ ሽሕን ዕስራን ክልተን ዓመተ ምህረት ኣቆጻጽራ ኤውሮጳ ኣብ ዘሎ ግዘ ልዕሊ ፍርቂ ሚልዮን ሰባት ብምኽንያት እቲ ቫይረስ ክሞቱ ከምዝኽእሉ ጸብኣመት ከምዘሎ ሓቢሩ ኣሎ። ኣብቲ ዞባ እኹል ክታበት ይወሃብ ዘይምህላዉ'ውን ከምዝነቐፈን፣ እቲ ስልቲ ክንቅይሮ ስለዘለና ለበዳ ኮቪድ ዓሰርተ ትሽዓተ ክውስኽ እንከሎ ምላሽ ካብ ምሃብ መጀመርታ ንከየጋጥም ኣብ ምክልኻል ዘድሃበ ስራሕ ክስራሕ ይግባእ ኢሉ ኣሎ። ኣብ ቀረባ እዋን ኣብቲ ዞባ መጠን ዝኽተቡ ሰባት ክጎድል ከምዝተራእየ ኣብ ስፐይን ሰማንያ ሚእታዊት ሰባት ክልተ ግዘ ክኽተቡ እንከለዉ ፈረንሳን ጀርመንን ሱሳን ሸሞንተን ሚእታዊት ስሳን ሽዱሽተን ሚእታዊት ጥራይ ክኸትባ ከም ዝኸኣላ ክፍለጥ ተኻኢሉ ኣሎ። እዚ ኣብ ገለ ሃገራት ማእከላይ ምብራቕን ኤውሮጳን ዝተሓተ ኮይኑ ከም ዘሎ እውን እቲ በዓል መዚ ሓቢሩ። ክሳብ ጥቅምቲ ክልተ ሽሕን ዕስራን ሓደን ኣብ ዝነበረ ግዜ ኣብ ሩስያ ሰላሳን ክልተን ሚእታዊት ጥራይ እዮም ምሉእ ንምሉእ ተኸቲቦም ኣለዉ ኢሉ ኣሎ። ብኻልእ ወገን እቲ ሓላፊ ኣብ ሃገራት ኤውሮጳ ዝረኣዩ ዘሎ ምፍኳስ መከላኸሊ ሜላታት ዝርግሐ እቲ ቫይረስ ከም ዝወሰኸ ነቒፉ። ኤውሮጳ ገለ ክፋል ማእከላይ ኤስያ ሓዊሱ ሓምሳን ሰለስተን ሃገራት ዝሽፍን ምዃኑ ዝፍለጥ ኮይኑ ክሳብ ሕጂ ድማ ኣብቲ ዞባ ሓደ ነጥቢ ኣርባዕተ ሚልዮን ሰባት ብሰንኪ እቲ ቫይረስ ከም ዝሞቱ እቲ ጸብጻብ ውድብ ጥዕና ዓለም ጠቒሱ። ሚኒስትሪ ወፃኢ ጉዳያት ኣሜሪካ ንኣሜሪካውያን ብህፁፅ ካብ ኢትዮጵያ ክወፁ ዳግማይ ተማሕፂኑ ኣሎ። ኣሜሪካ ኣብ ኣፀጋሚ እዋን ንዜጋታታ ካብ ኢትዮጵያ ንምውፃእ ወታደራዊ ወይ ንግዳዊ ነፈርቲ ክትጥቀም መደብ ከምዘይብላ ዝሓበረ እኳ እንተኾነ ሓደ ዝለዓለ በዓል ስልጣን ንሮይተርስ ኣብ ዝሃቦ ሓበሬታ ግን ናብ ኢትዮጵያ ዝግበር መገሻ ይኹን ኣብኡ ዘለዉ ዜጋታት ብቕልጡፍ ክወፁ ፀዊዑ ከምዘሎ ሓቢሩ። እዚ ከምዚ ኢሉ እንከሎ፣ ኣፈኛ ሚኒስትሪ ወጻኢ ጉዳያት ኣሜሪካ ኔድ ፕራይስ ነቲ ኣክስዮስ ዝበሃል ወብሳይት ዜና ካብ ኣሜሪካ ኣብ ኢትዮጵያ ንምውጻእ መንግስቲ ኣሜሪካ ዘውጸኦ ምሕጽንታ ንዜጋታቱ ደጊምዎ ከምዘሎ እውን ክፍለጥ ተኻኢሉ። ኣብ ርእሲ መንግስቲ ኣሜሪካ ሓያሎ ካልኦት ሃገራት ዜጋታት ካብ ኢትዮጵያ ክወጹ ነቲ ናብ ኢትዮጵያ ንምኻድ ዘዳለናዮ መደባት ብዘተባብዕ መንገዲ ክሓስቡን ክሓስቡን መደባት ናይ መገሻታቶም ክርእዩን ከም ዘለዎም'ውን ኣተሓሳሲቡ'ሎ። ገለ ካብዘን ሃገራት እዚኣተን ብዘይካ ኣሜሪካ፣ ዩናይትድ ኪንግደም፣ ሽወደን፣ ጀርመን፣ ስዑዲ ዓረብያን ደቡብ ኮርያን ሩስያን ከም ዝርከበኣን'ውን እቲ ዜና ወሲኹ ኣረዲኡ። እዚ ከምዚ ኢሉ እንከሎ ኣብ ትሕቲ ህወሓት ወይ ከኣ ሓይልታት ትግራይ ዘለዉ ከባብታት ክልል ኣምሓራ ካብ ዓለም ለኻውያን ትካላት ረድኤት ሓገዝ ከምዘይረኸቡ ናይቲ ክልል ኮሚሽን ውሕስነት መግብን ምክልኻልን ሓደጋ ካብ ባህርዳር ገሊፁ ኣሎ። ሓላፊ ህዝባዊ ርክባት ናይቲ ኮሚሽን ኣቶ እያሱ መስፍን ንቢቢሲ ብዝሃቦ ቃል ኣብ ሰሜን ወሎ ዋግ ኽምራ ካልኦት ቦታታትን ሰብኣዊ ሓገዝ ክበጽሕ ብዘይምኽኣሉ ብሰንኪ ሕጽረት መድሃኒትን መግብን ህይወት ሰብ ይሓልፍ ከምዘሎ'ውን ክፍለጥ ተኻኢሉ። ብዝተኣተወ ቃል መሰረት ፈደራላዊ መንግስቲ ይኹን ክልላዊ መንግስቲ ኣብቶም ብህወሓት ዝተታሕዙ ቦታታት ዘለዉ ዜጋታት ረድኤት ክወሃብ ምስ ዓለምለኻውያን መንግስታውያን ዘይኮኑ ውድባት እኳ እንተተዘራረበ ጥብ ዝብል ነገር ከምዘይተራእየን ግን እቲ ሓላፊ ገሊጹ። ትካላት ረድኤት ኣብ ሰሜን ኢትዮጵያ ብሰንኪ ኹናት ሰፊሕ ምፍንቓል ዝርከቦ ሰብኣዊ ቕልውላው ተፈጢሩ ምህላዉን ናብቶም በቲ ኹናት ዝያዳ ዝተፀልዉ ኸባብታት ብሰንኪ ዝገጥሞም ዕንቅፋታት ገደባትን ሰብኣዊ ረድኤት ከብፅሑ ከምዘይከኣሉ ክዛረቡ ፀኒሖም እዮም። ትካል ምውህሃድ ሰብኣዊ ጉዳያት ሕቡራት ሃገራት ነቲ ኣብ ኢትዮጵያ ተፈጢሩ ዘሎ ሰብኣዊ ቕልውላው ንምቅላል ተባሂሉ ኣርብዓ ሚልዮን ዶላር በጀት መዲቡ ከምዘሎ'ውን ዝሓለፈ ሶኑይ ከምዘፍለጠ ይዝከር። ፖሊስ ሃገረ ፈረንሳ ናብ ብሪጣንያ ንምስጋር ኣብ ሰሜናዊ ክፋል ኣብ እትርከብ ከተማ ዳንኪርክ ንዝተኣኻኸቡ ኣማኢት ዜጋታት ኤርትራ ዝርከብዎም ኣስታት ሽሕን ሓሙሽተ ሚእትን ሓተቲ ዑቕባ ስደተኛታት ከም ዝበተንዎም ክፍለጥ ተኻኢሉ። እቲ ካብ ፓሪስ ጸብጻብ ዝጸብጸበ ኣገልግሎት ዜና ተተ ሓቢርዎ ከም ዘሎ፣ ኣብ ርእሲ'ዚ ኣብ ምስጋር ዘይሕጋውያን ስደተኛታት ዝተዋፈሩ ዝበልዎም ዓሰርተ ሰለስተ ብገበን ምስግጋር ሰባት ዝተጠርጠሩ ኣብ ቀይዲ ከምዝኣተዉ እውን ማዕከን ዜና ፈረንሳ እውን ሓቢሩ ኣሎ። ፖሊስ ፈረንሳ ሓተቲ ዑቕባ ስደተኛታት ዝተኣኻኸብሉ ከባቢታት ዘዕንዉ ዘለዉ በዚ መንገዲ እዚ ጀላቡ እናተጠቕሙ ብዘይሕጋዊ መንገዲ ናብ ብሪጣንያ ንምእታው ዝፍትኑ ዘለዉ ብዝሒ ሰባት መዓልታዊ ናብ ልዕሊ ሓደ ሽሕ ዓሪጉ ኣብ ዘሎ እዋን ምዃኑ እዩ ተገሊጹ ዘሎ። ካብ ሕብረት ኤውሮጳ ድሕሪ ምውጻእ ኣብ ጉዳይ ምግታእ ስደተኛታት ኣብ ዶባት ዝግበር ሓለዋን ምስ ፈረንሳ ተወሳኺ ስምምዕ ክትገብር ከም እትደሊ እትገልጽ ዝጸንሐት ብሪጣንያ ኣብዚ ዓመት እዚ ጥራይ ካብ ገማግም ባሕሪ ፈረንሳ ብጀላቡ ናብ ብሪጣንያ ዝወሓዙ ስደተኛታት ልዕሊ ዓሰርተ ሸሞንተ ሽሕ ምብጽሖም ኣብ ሃገረ እንግሊዝ ዓቢ ሻቕሎት ፈጢሩ ኣሎ። ኣብ ሃገረ ኡጋንዳ ርእሰ ከተማ ካምፓላ ብዝተፈጸመ ርእሰ ቅትለታዊ መጥቃዕቲ ብውሕዱ ሽዱሽተ ሰባት ከምዝተቐትሉን ልዕሊ ሰላሳ ድማ ከምዝቖሰሉን ንኣፈኛ ፖሊስ እታ ሃገር ፈርድ ኤናንጋ ብምጥቃስ ማዕከናት ዜና ኣቃሊሐን። ኣብታ ሃገር ካብ ዕስራን ሰለስተን ከምኡ ድማ ዕስራን ሓሙሽተን ጥቅምቲ ብውሕዱ ሓደ ሰብ ዝቐተለ ሓያሎ ተመሳሳሊ መጥቃዕቲ ከምዝተፈጸሙ ይዝከር። እዚ መጥቃዕቲ ምስ ተፈጸመ እታ ሃገር ኣብ ልዑል ተጠንቀቕ ን ወተሃደራዊ ትእዛዝን ኣመሓላሊፋ ምጽንሓን፣ ናይቲ ብተደጋጋሚ ዝካየድ ዘሎ ከምዚ ዝኣመሰለ መጥቃዕቲ ሓላፍነት ዝወስድ ኣካል እኳ እንተዘየለ ኪዳን ደሞክራስያዊ ሓይልታት ዝተባህለ ዕጡቕ ጉጅለ ከም ዝፈጸሞ መንግስቲ ኡጋንዳ ወቒሱ ኣሎ። ምስ ዳዒሽ ብፍላይ ድማ ምስ ዕጡቓት ጉጅለ ሶማል ርክብ ክህልዎም ከም ዝኽእል ዝግለጽ ኪዳን ደሞክራስያውያን ሓይልታት ኣብ ሽሕን ትሽዓተ ሚእቲ ሰሰዓን ሓሙሽተን ኣብ ምዕራባዊ ኡጋንዳ ከም ዝተመስረተ እዩ ዝንገረሉ። እቲ ኪዳን ጥሩፍ እስላማዊ ሓሳባት ንምስፍሕፋሕ ኣብ ኡጋንዳ ከም ዝንቀሳቐስ ዝወቐሰ መንግስቲ ኡጋንዳ ሽበራዊ ክብል ኣብ መዝገብ ገበነኛታት ኣስፊርዎ ከም ዝነበረ እውን ይፍለጥ። ትከታተልዎ ዘለኹም ሃርሞኒ መድያ እዩ። ድሕሪ እዚ ሓጺር ኩነታት ኣየር መሰጋገሪ ብምጥቃም ብሓጺር ናብ ዝተዳለዉ ካልኦት ዜናታት ከሰጋግረኩም እየ። ኣይተርሕቑ ምሳና ጽንሑ።

ትካል መድሃኒት ፋይዘር ነቲ ናይ ፈተነ ኮሮናቫይርስ ዝበሃል ናይ ሕክምና ፋብሪካ ኣብ ምምዕባል ዝርከባ ሃገራት ከማዕብልኦ ክዝርግሐኦን ፈቒዱ ከምዘሎ ተሓቢሩ። እቲ ኣሜሪካዊ ሰራሕ መድሃኒት ፋይዘር ነዚ መድሃኒት እዚ ኣብ ተስዓን ሓሙሽተን ኣብ ምምዕባል ዝርከባ ሃገራት ምስ ውድብ ሕቡራት ሃገራት ዝድግፎ ናይ ሕሙማን ምትሕንፋጽ ተሰማሚዑ ዝገበሮ ምዃኑ ሓቢሩ። እቲ ትካል ነቲ መድሃኒት ንምሕካም ዝጥቀምሉ ኮሮናቫይረስ ከማዕብልኦ እሞ ሓምሳን ሰለስተን ሚእታዊት ህዝቢ ዓለም በቲ መድሃኒት ተበጻሕነት ክህልዎ ይጽዕር ከም ዘሎ ሓቢሩ። እዚ ስምምዕ እዚ ነተን ኣብ ቫይረስ ኣስፋሕፊሑለን ዘሎ ከም ብራዚል ዝኣመሰላ ሃገራት ዘጠቓልል ከም ዘይኮነን እዚ መድሃኒት እዚ ነቶም ሕማም ከሕድሩ ዝኽእሉ ዓበይቲ ሰባት ከም ዘይከላኸለሎምን ፋይዘር ኣፍሊጡ ኣሎ። እቲ መድሃኒት ኣብተን ኣብ ምምዕባል ዘለዋ ሃገራት ክፈሪ ምፍቃድ ነቲ መድሃኒት ንምዝርግሑን ምውዳቡን ከስፍሖ እዩ ከም ዝበለ እውን እቲ ዜና ኣረዲኡ። ካብተን ኣብ ምምዕባል ዝርከባ ዘለዋ ሃገራት ዝዳሎ ፋይዘር ዝበሃል መድሃኒት እውን ዋንነት፣ ሮያሊቲ፣ ወይ ከኣ መኽሰብ፣ ወይ እውን ክፍሊት ከም ዘይወስድ እቲ ትካል ሓቢሩ ኣሎ። እዚ ለብዒ እዚ ንዓለም ከስግእ ስጋዕ ክሳዕ ዝኾነ ኣብ ኩለን ሃገራት መኽሰብ ከም ዘይእክብ እውን እቲ ትካል ወግዓዊ ገይርዎ ከም ዘሎ ተፈሊጡ። ፋይዘር ፓክሎቪድ ኣብ ዝበሃል ንኮቪድ ዓሰርተ ትሽዓተ ሕክምና ዝገብር ዘሎ መድሃኒት እዩ ዝሰርሕ ዘሎ። እዚ ከኣ ነቲ ከቢድ ሕማም ናይ ምጥፋእ ናብ ሆስፒታል ናይ ምእታውን ኣጋጣሚ ብ ሰማንያን ትሽዓተን ሚእታዊት ከም ዝንክዮ ትጽቢት ከም ዝግበር እቲ ትካል ሓቢሩ ኣሎ። ፖሊስ ሃገረ ኬንያ ግብረ ሽበራ ብምፍጻሞም ገበነኛታት ኮይኖም እተፈርዱ ሰለስተ ሰዓብቲ እምነት ምስልምና ካብቲ ዝለዓለ ሓለዋ ዝግበረሉ ቤት ማእሰርቲ ከም ዘምለጡ ኣፍሊጡ ኣሎ። እቶም ሰለስተ ሓደገኛታት እሱራት ካብቲ ኣብ ጥቓ ናይሮቢ ዝርከብ ዝለዓለ ሓለዋ ዝግበረሉ ቤት ማእሰርቲ ምስ ኣምለጡ ሸውዓተ ሰራሕተኛታት ቤት ማእሰርቲ ብኡ ንብኡ በቲ ዝተገብረ ናይ እሱራት ምምላጥ ኩነታት ተሓተትቲ ተባሂሎም ተኣሲሮም ከምዘለዉ ተፈሊጡ። ሓደ ካብቶም ዘምለጡ መሓመድ ዓሊ ኣቢካር። ከም ዝኾነን ንሱ ኣብቲ ብ ክልተ ሽሕን ዓሰርተ ሓሙሽተን ኣብ ዩኒቨርሲቲ ጋሪሳ እተገብረ መጥቃዕቲ ግብረ ሽበራ ብምስታፍ ገበነኛ ኮይኑ ዝተፈርዶ እዩ። ኣብቲ ኣብ ዩኒቨርሲቲ ጋሪሳ ዝተገብረ መጥቃዕቲ ልዕሊ ሚእትን ኣርብዓን ሸሞንተን ሰባት ከም ዝተቐተሉ ይዝከር። እቶም እሱራት ብሰንኪ ሸለልትነትን ብቑዓት ምዃኖምን ኣብቲ ቤት ማእሰርቲ ከም ዘምለጡ ብሰንኪ ሸለልትነት ሰራሕተኛታትን ብቕዓት ዘይብሎም ሓለውትን ካብቲ ቤት ማእሰርቲ ከምልጡ ከምዝኸኣሉ ይጥርጠር ክብል ፖሊስ ኬንያ ሓቢሩ'ሎ። ነቶም ሰለስተ እሱራት እንደገና ንምሓዝ ኣብ ምልእቲ እታ ሃገር ናይ ፖሊስ ምንዳይ ኩነታት ጀሚሩ ከምዘሎ'ውን ተፈሊጡ። ሰበ ስልጣን ነቶም ሰለስተ ውልቀ ሰባት በቲ መዕረፊ ዝኸውን ወይ ከኣ ኣሰያ ካሕሳ ዝኸውን ንዝሓበረ ዕስራ ሚልዮን ሺሊንግ ኬንያ ክንሽለም ከም ዝኾነ እዚ ማለት ከኣ ሸሞንተ ሚልዮን ዶላር ከም ዝኾነ ተሓቢሩ ኣሎ። እቲ ዘምለጸ እቲ ዘምለጠ ካልኣይ በዳሊ ኣብ ኣብ ኬንያ መጥቃዕቲ ንምውራድ ብዝገበሮ ፈተነ ብክልተ ሽሕን ዓሰርተ ክልተን ዝተታሕዘ እቲ ሳልሳይ ድማ ምስቶም ኣብ ሶማልያ ብሰፊሕ ዝዓዩ ጥሩፋት ጉጅለ ወከልቲ ኣልሸባብ ዝሓብ ክሓብር ዝፍትን ውልቀ ሰብ ከም ዝኾነ'ውን ተፈሊጡ ኣሎ። ኣብ ጥቓ ሆስፒታል ደቀንስትዮ ሊቨርፑል ሓደ ሰብኣይ ብነታጕ ድሕሪ ምሟቱ ሰለስተ ሰባት ብኣዋጅ ግብረ ሽበራ ኣብ ትሕቲ ቀይዲ ክኣትዉ ከምዝተገብረ ኣገልግሎት ዜና ቢቢሲ ሓቢሩ። መዋቲ ገና መንነቱ ከምዘይተረጋገጸ ዝገለጸ እቲ ሓበሬታ፣ ኣውቲስታ እታ ታክሲ ብኸቢድ ቆሲሉ ኣብ ሆስፒታል ተዓቚቡ ምህላዉ'ውን ክፍለጥ ተኻኢሉ'ሎ። በዚ ግብረ ሽበራዊ ተግባር ተጠርጢሮም ኣብ ትሕቲ ቀይዲ ኣትዮም ዘለዉ ዕስራን ትሽዓተን፣ ዕስራን ሽዱሽተን ከምኡ'ውን ዕስራን ሓደን ዝዕድሚኦም መንእሰያት ኮይኖም ኣብ ኪንግስተን ኣብ ትሕቲ ቀይዲ ኣትዮም ምህላዎም ፖሊስ ዓባይ ብሪጣንያ ሓቢሩ ኣሎ። ወኪል ጸጥታ ብሪጣንያ ኤም ዓሰርተ ሓሙሽተ እውን ኣብዚ ምርመራ ብሰፊሕ ይሳተፍ ምህላዉ እቲ ዝወጸ ሓበሬታ ኣረዲኡ። ኣብ ሃገረ ግብጺ ሰብ ሞያ ዅዕታ ወይ ከኣ ኣርኪዮሎጂስት ሓደ ኣገዳሲ ኣርኪዮሎጂካዊ ዳህሳስ ምፍጻም ገሊጾም ከም ዘለዉን ሓንቲ ካብተን ብፈርኦናት ተሃኒጻ ዝነበረት ጸሓይ ዝምለኸለንን ዝነበራ ኣርባዕተ ህንጻታት ቤት መቕደሳት ምዃና ዝተነግረላ ህንጻ ኣብ ትሕቲ መሬት ተዃዒታ ከም ዝተረኽበ ተሓቢሩ'ሎ። እዛ ህንጻ ካብ ትህነጽ ኣርባዕተ ሽሕን ሓሙሽተ ሚእትን ዓመታት ከም ዝገበረት እቶም ተመራመርቲ ከም ዝገለጹን ኣብ ዝሓለፉ ሓምሳ ዓመታት ኣብ ዝተገብሩ ዳህሳሳት እቲ ዝዓበየ'ዩ ዝተባህለሉ ኩዕታ ከም ዝኾነ እውን ተሓቢሩ ኣሎ። እዚ ኩዕታ እተገብረሉ ቦታ ካብ ከተማ ካይሮ ንደቡብ ሸነኽ ኣብ ዝርከብ ኣቡ ቓራብ ዝበሃል ቦታ ከም ዝኾነን እቲ ቦታ ከምዚ ሕጂ ከይፈራረሰ እንከሎ ሰፊሕ ቀጽርን ሓደ ነዊሕ ሓወልቲ ከም ዝነበሮ ይፍለጥ። ዝኸበርኩም ተኸታተልቲ መድያ ሃርሞኒ ንሎሚ ዘዳለናዮ መደብ ናይ ዜና በዚ ወዲእና ኣለና። ንምክትታልኩም እንዳመስገንኩም ምስ ኩሎም ኣብ ስቱድዮ ዘለዉ መሳርሕተይ ኣብ ዝመጽእ ዘሎ ስሩዕ ናይ ዜና መደብ ስጋብ እንራኸብ ንሎሚ ሒዘልኩም ዝቐረብኩ ዜና በዚ ወዲኤ ኣለኹ። ደሓን ኣምስዩ።